ሰላም ዝኸበርኩም ተኸታተልቲ ከመይ ጸኒኹም ኣብ ዝሓለፈ ናይ ትረኻ መደብና ዝዓበየ ሻያጢ ኣብዚ ዓለም እትብል ቀዳማይ ምዕራፍ ተሪኽና ነርና ንሕጂ ካልኣይ ምዕራፍ ይቐጽል ሰናይ ምክትታል ምዕራፍ ክልተ ስለዚ ድማ ኮነ ብሓደ ጽኑዕ ዝሕሉ ናይ ንግዲ ቦታ ነፍሲ ወከፍ ንግዳዊ መደበራት ሓፊ ዘመሓዱ ዝነበሩ ናይ ዋነት ወርቅን ምስክር ወረቐትን ሒዙ ካብ ደማስቆ ነዊሕ ከይጸንሐ ተበገሰ ኣብ ኮቤድ ኣብ ኤውሮፓ ዝርከብ ሩዌል ካብ ፔትራ ነፍሲ ወከፎም ዓሰርተ ኣካየድቲ ናይ ምፋኑ ቃል ሓፊት ክሰምዑ ከለዉ ህያብ ካብ ተቐበሉ ኣብ መወዳእታ ድሕሪ ናይ መወዳእታ ፃንሖቶም ኣብ ኣንትርፒስ ዝርከብ ትካል ተልእኾ ብዓቢ ዛዘሙ እቲ ዝሓየለ ሃፀያዊ ግዝኣት ናይቲ ግዜ ከዓ በዚ ኣኽተመ ልቢ ብዋሂስ ሰምበረ ኢራስመስ እቲ መኽዘን ሕጂ ባዶ ምዃኑን እተን ትካላት ድሕሪ ደጊምና ሓፊት ከም ዘየጨንቆን ንጎይትኡ ማለት ሓፊት ተዛረቦ እቲ ልኡኽ ኢራስመስ ምስ ጎይትኡ ኣብ ጥቓቲ ፐርስቲል ዝርከብ ፈልፋሊ ማይ ንኽራኸብ ተመልሰ ሓፊት ገጹ ዓርኩ ጽቡቕ ገይሩ ኣንበቦ ፈጺሙ ድዩ ክብል ድማ ሓተቶ ኢራስመስ ድማ እወ ተፈጺሙ ክብል መለሰ ሕያዋይ ዓርከይ ኣይትሕዘን ሰዓበኒ ድማ በሎ ሓፊት ንኤራስመስ ኣብቲ ብድሕሪት ዝነበረ መደያይቦ እምኒ ሓጺን ክመርሖ ከሎ ድምፂ ሳጹኖም ጥራዩ ኣብቲ ግዙፍ ክፍሊ ዘቃርሕ ዝነበረ ናብቲ ብነዊሕ ዕንጨይቲ ዝተሰርሐ ንበይኑ ዝነበረ መደያይቦ እናቐርቡ ስጉምቱ ንሓጺር እዋን ብምዝሓል ብርሃነ እቲ ፀሓይ ነቲ ብርጭቆ ካብ ጻዕዳ ናብ ሓምላይ ክቕይሮ ከሎ ተዓዘበ እቲ ዝኣረገ ገጹ ከዓ ፍሽኽ በለ ሽዑ እቶም ክልተ ናይ ቀደም ኣዕሩኽ ናብቲ ናብ ውሽጢ ጎቦ ቤተ መንግስቲ ዝነበረ ክፍሊ ዝወስድ ውሽጣዊ ደረጃታት ክድይቡ ጀመሩ ኢራስመስ እቲ ኹሉ ግዜ ኣብ እግሪ ደረጃታት ዝጽንዕ ዕጡቕ ሓላዊ ድሕሪ ደጊም ከም ዘይነበረ ኣስተብሃለ። ኣብ መወዳእታ ካብ ሓደ መዓርፎ ነበርቲ በጺሖም ካብ ስንቂ ክብደት ናይቲ ዓቐብ ትንፋስ ስለዝሰኣኑ ደው በሉ። ድሕሪኡ ካልኣይ ጉዕዞ ቀጸሉ። ሓፊድ ድማ ካብ ጅቡኡ ንእሽቶ መፍትሕ ኣውጽአ፣ ነቲ ከቢድ መዓጾ ጽሕዲ ድማ ከፈቶ። የራስመስ ድሕርሕር ድሕርሕር በለ። ጎይትኡ ንኽኣቱ ምልክት ከይገበረሉ ድሕሪኡ ብፍርሒ ናብታ ንልዕሊ ሰለስተ ዓሰርተታት ዓመታት ዝኾነ ሰብ ክኣቱ ዘይፈቐደላ ክፍሊ ኣተወ። ግራጭን ሓመድን ዝመልኦ ብርሃን ካብቲ ኣብ ላዕሊ ዝነበረ ሰንቀ ንታሕቲ ሰሓበ እሞ የራስመስ ንቕጽሙ መሓፊት ሒዙ ኣዒንቱ ነቲ ፍርቂ ጸልማት ክሳብ ዝለምዶ መረሸ። ሓፊድ ኤራስመስ ኣብታ ብዘይካ ሓደ ኩርናዕ ኣብ ሻምብቆ ብርሃን ፀሓይ ዝተሰነየት ንእሾ ሳንዱቕ ካልእ ዝኾነ ዘይነበራ ክፍሊ ቀስ ኢሉ ክኣቱ ከለዎ ሓፊድ ብፍሽኽታ ይዕዘብ ነበረ። ተስፋ ኣይቆረፅካን ዲኻ ኤራስመስ ክብል ድማ ሓፊድ ሓተተ። ኣነ እንታይ ከም ዝብድ ይፈልጥ እየ ጎይታይ ክብል ድማ ኤራስመስ መለሰ። ብኣቑሑ ናይ ዝገዛ ተስፋ ኣይቆረፅካን ዲኻ? ብርግፅ ትሕሶ ናይዚ ክፍሊ ኣብ ብዙሕ ዕላላት ኣርእስቲ ኮይኑ ኣሎ። ኣብዚ ነዊሕ እዋን ብጥንቃቐ ዝሓለኾ ምስጢር እንታይ ክኸውን ይኽእል ኣይተገረምካን ክብል ድማ ሓተቶ ኤራስመስ ርእሱ እናነቕነቐ እወ ሓቂ ክብል መለሰ ኣብ ዝሓለፈ ዓመታት ብዙሕ ዘረባን ብዙሕ ወረታትን ጎይታን ኣብዚ ዓቢ ግምቢ እንታይ ሓቢ ይኹን ዝብል ተጋዊሑ እዩ እወ ዓርከይ መብዛሕትኦም ሰሚዐዮም እየ በርሚል ኣልማዝ ወርቂ እንስሳታት ወይ ወርቂ ዓዋፍ ከም ዝነበሩ ይውረ ነይሩ እዩ ሓደ እዋን ሓደ ፋርሳዊ ነጋዳይ ምንጻፍ ምናልባት ኣብ ንእሾ ሃረም ከም ዝህሉ ኣተንቢሁ ነይሩ እዩ። ሊሻ ንዓይ ከም እኩብ ኣንስቲ ሓሲባ ሰሓቐት። ግን ከምቲ ትዕዘብዎ ኣብዚ ብዘይካ ኣፍ ልቢ ካልእ ዝኾነ ነገር የለን። እቶም ክልተ ሰባት ኣብ ጎኒ ኣፍ ልቦም ተደፊኦም ሓፊት ድማ ነቲ ዝኸበቦ ናይ ቆርበት መትሓዚ ብጥንቃቐ ክፈትሖ ቀጸለ። ካብቲ ዕንጨይቲ ዝወጽእ ጨና ሴላር ኣዓሚቑ ኣስተንፈሰ። ኣብ መወዳእታ ድማ ነቲ መሸፈኒ ደፊኡ ስቕ ኢሉ ተበገሰ። ሄራሱን ንቕድሚት ተጸጊዑ ኣብ ልዕሊ መንኩቡ ሓፊት ንትሕሰቲ ትራክ ኣተኪሩ ጠመተ። ናብ ሓፊት ጠሚቱ ብግርህነት ርእሱ ነቕነቐ። ኣብ ውሽጢ ገኒ ብዘይካ ጥቕላል ቆርበት ካልእ ነገር ኣይነበረን። ሓፊት ንውሽጢ ኣትዩ ኢዱ ብምዝርጋሕ ሓንቲ ካብተን ጥቕላል ቀስ ገይሩ ኣውጽአ። ንሓጺር እዋን ኣብ ልቡ ኣጥቢቑ ብምሓዝ ኣዒንቱ ዓመተ። ስቕ ዝበለ ህድኣት ንመስመራት ምድፋእ ዕድሚኡ ንገጹ ሸፈኖ። ሽዑ ተንሲኡ ናብ ኣፍልቡ ገጹ ተመልከተ። እዛ ክፍሊ ብኣልማዝ ክሳብ ምድሪቤታ እተመልእት ዋጋኣ ካብቲ ኣዒንትኻ ዝርእዮ ኣብዛ ቀላል ዕንጨይቲ ሳንዱቕ ክሓልፍ ኣይክእልን'ዩ። እዚ ኩሉ ዘስተማቐርኩ ዓወት፣ ሓጎስ፣ ፍቕሪ፣ ሰላም ኣእምሮን ሓብትን ካብዛ ንእሽቶ ገዛ ሒዛቶ ዘላ ንብረት ዝሓልፍ ኣይኮነን። ናይዞም ናይቶም ብዘይተጎላብነት ዝሰርሑ ሰባት ዋግኦም ብቐሊሉ ዝግመት ኣይኮነን። ብቲ ኣብ ድም ጸሓፊ ዝነበረ ቃና ፈሪሑ የራስመስ ንድሕሪት ተመሊሱ እዚ ድዩ ዝጠቐስካዮ ምስጢር እዚ ኣብ ልቢ ብገለ መልክዑ ምስ ገና ዘይፈጸምካዮ መብጽዓ ዝተኣሳሰረ ድዩ ክብል ሓተተ። ንኽልቲኡ ሕቶኻ እወይ ትመልሲ ክብል ንጉስ ሓፊድ መለሰ። ኤራስመስ ብኢዱ ነቲ ረሃጽ ዝመልኦ ግንባሩ እናደረዘ ብተውህቦ መልሲ ብዘይምእማን ንሓፊት ጠመቶ። ኣብዚኦም እንታይ ኣሎ ኣብዞም ጽሕፈት ዋግኡ ካብ ኣልማዝ ንላዕሊ። ብዘይካ ሓደ ኩሎም ካብዚኦም ብኣንባቢ ትርጉም ንኽርዶ ዘኽእል ፍሉይ ቅዲ ዝተጻሕፉ መትከላት ሕጊ ወይ መሰረታዊ ሓቂ ዝሓዝዮም ሓደ ሰብ ኣብ ዓውዲ መሸጣ ጎይታ ንምዃን ነዞም ምስጢራት ክመሃሮምን ክሰርሓሎምን ኣለዎ። ሓደ ሰነ እዞም መትከላት ክመልኮም እንተኽኢሉ ኩል ዝምነዮ ሃብቲ ናይ ምሁላል ሓይሊ ይህልዎ ኢራስመስ ብስማት ናብቲ ኣርጊት ጥቕላል ኣተኪሩ ጠመተ ዋላ ሃብታም ከማኻ ክብል ሓተቶ እንተ ደልዩ ደኣ ካብ ንላዕሊ ክኸውን ይኽእል ክብል ንጉስ መለሰሉ ካብዞም ጥቕላላት ብዘይካ ሓደ ኩሎም ናይ መሸጣ መትከላት ከም ዘለዎም ገሊጽካ ኣለኻ ኣብ መወዳእታ ጥቕላል እንታይ እዩ ዘሎ እዛ ናይ መወዳእታ ጥቕላል ቀዳመይቲ ክትንበብ ዘለዋ እያ። ነብሲ ወከፍ ብፍሉይ ቅድም ተኸተል ንኽንበብ ቁጽሪ ሰዘለዎ ብመስርዕ ክንበብ ኣለዎ። እቲ ቀዳማይ ጥቕላል ኣብ ታሪኽ ንውሑዳት ለባማት ጥራይ ዝተዋህበ ምስጢር ዝሓዘ እዩ። እቲ ቀዳማይ ጥቕላል ኣብቶም ካልኦት ዝተጻሕፈ ንምፍላጥ ዝበለጸ ውጽኢታዊ መንገዲ ይምህር። ዝኾነ ሰብ ክመልኮ ዝኽእል ዕማም'ዩ ዝመስል። ብሓቂ ሓደ ሰብ ኣብ ግዜኡ ነፍሲ ወከፍ መትከል ብኣካል ስብእና ክሳብ ዝኸውን ዋጋ ክኸፍል ፍቓደኛ እንተኾንካ ነፍሲ ወከፍ መትከል ኣብ ምንባር ልምዲ ክሳብ ዝኸውን ምጽዓር የድሊ ኤራስመስ ናብ ኣፍሉ ብምእታው ሓደ ጥቕላል ኣውፅአ ኣብ መንጎ ኣፃውዕቱ ቀሲሉ ሒዙ ናብ ሓፊድ ገጹ ኣንቀሳቐሶ ይቕሬታ ግብሩለይ ስለምንታይ ግን እዚ መትከላት ንካልኦት ብፍላይ ነቶም ኣብ ስራሕካ ነዊሕ ዝደኸሙ ዘየካፈልካዮም ኩሉ ግዜ ካልእ ጉዳያት ከምዚ ዓይነት ልግዜ ኣርእኻ ኢኻ ከመይ ልዩ ኩሎም እቶም ነዚ ዝሸጡልካ ነዚ ክነብዎ ዘይከኣሉ ነዚ ፍልጠት ተጠቂሞም እንተ ዝኾኑ ዝበለጹ ሸየጥቲ ምኾኑ ስለምንታይ እዚ ፍልጠት ንነዊሕ ዓመታት ኣብ በይንኻ ሒዝካዮ ጸኒሕኻ ክብል ሓተተ ዝኾነ ኣማራጺ ኣይነበረንን ቅድሚ ነዊሕ ዓመታት ነዞም ጥቓላት ብዝኸብክዎም ንሓደ ሰብ ከካፍሎም ይኽእል ነይረ እየ ካብዚ ወፃኢ ግን እዚ ጋሻ ሕቶኻ ክምልስ ኣይክእልን እየ ኣነ ግን እዞም ትእዛዛት ኣብ ህይወተይ ብግቡእ ተጠቂመ ሓደ መዓልቲ እዞም ጠቕላላ ዘድልዎም መንእሰያት ምስ መፁ ከሰጋግሮም እኽእል እየ ኢለ ጸኒሐ። ሓደ ግዜ ሰባት ኣነ ጥቕላል ክገድሶም ኣይፈልጡን እዮም፣ ኣነ ግን እንታይ ከም ዘድልዮም ኣጸቢቐ ይፈልጥ እየ። ኣነ ነዞም መትከላት ከተግብሮም ከለኹ ነዊሕ ጻዕርን ምጽማምን ሓቲትኒ እዩ። ኣነ ብሓገዝ እዞም መትከላት ዝሓየሽ ሸያጢ ክኸውን በቒዐ እየ። ሕጂ ኢራስመስ ኣብ ዝሓለፈ ግዜ ብዙሓት ውሳነታተይ ንዓኻ ዘይውሱላት ይመስሉኻ ነይሮም እዮም ሕጂ ግን ተረዲእካ ይኸውን። ኩሎም እቶም ውሳነታተይን ክእለታተይን ካብ ጥቕላላ ዝምንጩ እዮም። ነዞም ስለስተ ሓይ ዝረኽቦም ሰብ ክሳብ ሕጂ ይህሉ ዶ ኢልካ ትሓስብ? ብርግጽ ክብል መለሰ። ሓዊ ነቶም ጥቕላላት እናቐያየረ ነቲ ገዛ ዓጸዎ። ድምፁ ኣትሒቱ ከኣ ከምዚ ክብል ሓተተ። ኢራስመስ ክሳብታ መወዳእታ መዓልቲ ክትስዕበኒ ዲኻ? ኢራስመስ እቲ ሓላው መዝገብ ብልሱስ ብርሃን ኢድ ዘርጊሑ ኣእዳው ጨበጦ። ሓሳብ ርእሱ እናነቐነቐ ካብ ጎይትኡ ዘይተዛረቦ ትእዛዝ መሊሱ ናብቲ ክፍሊ ወጸ። ሓፊት ነቲ ኣብ ኣፍ ልቡ ዝነበረ ሌክታር ስትራፕ ተኪኡ ብድሕሪኡ ደው ኢሉ ናብቲ ንእሽቶ ክፍሊ ኣተወ። ብኡቢሉ ናብቲ ዓቢ ጎቦ ዝኸበበ ሓጹር ወጸ። ኣብ ምብራቕ ዝመጸ ንፋስ ጨና ናይቲ ቀላያትን ከምኡ ስግር በረኻ ሒዙ ናብቲ ገጽ ዝተዓበ ሰብኣይ ነፈሰ። ኣብ ልዕሊ ንሓሳት ደማስቆ ደው ኢሉ ኸኣ ብሓሳብ ንድሕሪት ብምምላስ ኣብ መጻጻኣ ህይወቱ ኣሰላሰለ።